ሰንበት መሰናድኦና ንጉዳይ ናይ ሕልና እሱራት ኤርትራ ኣመልኪቱ ብዛዕባ ዝካየድ ዘሎ ፈተነ ክሲ ክንርኢ ኢና ሳራ ፍስሃየ ነቲ መደብ ብምልላይ ምሳኹም ክጸንሕ እየ ኣብ ቀረባ እዋን ብዙሓት ትካላት ዝፈረማሉ ንመንግስቲ ኤርትራ ብሕጊ ማግነትስኪ ክኽሰስ ዝጽውዕ ጋዜጣዊ መግለጺ ተዘርጊሑ ነይሩ ብመሰረት እቲ ጽሑፍ መንግስቲ ኤርትራ ንኤርትራ ስዊድናዊ ጋዜጠኛ ዳዊት ይሳቕን ካልኦት ብጾቱን ልዕሊ ዕስራ ዓመት ብዘይሕጊ ስለ ዝኣሰሮም፣ ንፈጸምቲ እቲ በደል ዝዓለመ ማዕቀብ ክግበር ዝጽውዕ'ዩ። ኣብዚ ናይ ሎሚ መደብና እምበኣር ንተበግሶን ኣገባብን እቲ ጻውዒት ክንርኢ ኢና። ኣጋይሽና ኣብ ጉዳይ ስደተኛታት ሰብኣዊ መሰላት ኣተኲራ ነዊሕ ዝሰርሐት ሜሮን እስጢፋኖስን ሓው ንጋዜጠኛ ዳዊት ይሳቕ ኢሳያስ ይሳቕን እዮም። ክልቲኦም ኣጋይሽና ኣብ ስዊድን እዮም ዝነብሩ። ምንያ ኣፍወርቂ ነቲ ዘተ መሪሓቶላ ናብኡ ከስግረኩም። ትከታተልዎ ዘለኹም መደብ ንመንግስቲ ኤርትራ ብሕጊ ማግነቲስኪ ክኽሰስ ብዛዕባ ዝግበር ዘሎ ፈተነ እዩ። ተዛተይቲ ሜሮን እስጢፋኖስን ኢሳያስ ይስሃቕን እዮም። ምንያ ኣፍወርቂ እያ ተዛትዮም ዘላ። ንክልቴኹም ፍቓደኛታት ስለ ዝኾንኩም ብጣዕሚ እየ ዘመስግነኩም ንሎሚ መዘራረቢ ምክንያት ኮይንና ዘሎ ለንቅነ ዝወፀ ሓደ ሓባራዊ ጋዜጣዊ መግለፂ ነይሩ ኣብ ልዕሊ ላዕለዎ ሰበ ስልጣን መንግስቲ ኤርትራ ዘቕንዐ ናይ ማግኔቲስቲክ ማዕቐብ ክግበር ዝፅውዕ መፀዋዕታ እዩ እስቲ መጀመርታ ንክንጅምር ግን እዚ ማግኔቲስክ ዝበሃል ሕጊ እንታይ እዩ ቁሩብ ብኡ ክንጅምር እስቲ ሜሮን ማግኔትስኪ ኣክት ብሓደ ራሻዊ ናይ ታክስ ሎየር ዝነበረ ሰርጌይ ማግነትስኪ ዝብሃል ንመንግስቲ ሩስያ ይምርምር ነይሩ ማለት እዩ። ኣብኡ ዝግበር ዝነበረ ኮራፕሽን ንዑታት እንዳጻረየ ከሎ ንዕኡ ከጋልጽ ኢሉ ናይ ክልተ ሚእትን ሓምሳን ዝኸውን ሚልዮን ስርቂ ከም ዝነበረ ንዑ የጻሪ ነይሩ ማለት እዩ። ኣብዚ ሞንጎ እዚ ንዓኣቶም ከጋልጾም ክብል ከሎ ኣሲሮም እቲ መንግስቲ ኣሲሩ ንዕኡ ኣብ እስር ቤት ብዙሕ ኣሳራጥዩ ብዙሕ ጸገማት ብዙሕ ሕማማት ኣጋጢምዎ ደሓር ብ ክልተ ሽሕን ትሽዓተን ሞይቱ ማለት እዩ እሱ ኣብቲ እስር ቤት ሞይቱ ሕጂ እሱ ምስ ሞተ ንዕኡ ዓርኩ ኣሜሪካዊ ኔርዎ ቢል ብራውደር ይበሃል ሃፍታም ኣሜሪካዊ እዩ። ጽቡቅ ኢንፍሉዌንስ ስለ ዝነበሮ ኣብቲ ናይ መንግስቲ ኣሜሪካ ብዙሕ ሎቢ ጌሩ ሓደ ሕጊ ክፍጠር ኣለዎ ነዚ ጉዳይ እዚሲ ኣካውንተብሊቲ ክህሉ ኣለዎ ተሓታትነት ክህልው ኣለዎ ስቅ ኢሉ ክመውት ኣይክእልን እዩ ሓደ ሰብ ዋላ ኣብ ካልእ ዓዲ ይገበር እቲ ገበን ብምባል ቢል ብራውደር ነዚኣ ቢል እዚኣ ኢንትሮዲስ ጌሩ ናብ ሰናተርስ ክልተ ሰናተርስ ረኺቡ ንሳቶም ከኣ እቲ ሕጊ መቸም ብክልተ ሽሕን ዓሰርተ ክልተን ብፕረሲደንት ባራክ ኦባማ ናይ ትሽዑ ግዜ ዝነበረ ጸዲቑ ማለት እዩ ብክልተ ሽሕን ዓሰር ሽዱሽተን ድማ ግሎባል ማግነትስኪ ኣክት ከዓ ዳርጋ ኩለን ሃገራት ኣብ ምዕብላት ሃገራት ዘለዋ ኣጽዲቐንኦ ማለት እዩ። እሱ ብኸምኡ ዝመጸት እያ። ብሽሙ ብሰርጌይ ማግነትስኪ እታ እታ ሕጊ እቲኣ ማግነትስኪ ኣክት ተባሂላ ትጽዋዕ። እሱ ከኣ ተሓታትነት ኣብ ዝኾነ ዓለም ብዝተገበረ ገበናት ኣብ ዝኾነ ዓዲ ኮንካ ክትከስስ ከም ትኽእልን ሳንክሽን ክትገብር ከም ትኽእል እቲ ናይ ኤኮኖሚ ጸቕጥታት ክትገብር ከም ትኽእል ዝተፈላለየ ነቶም ገበርቲ እከይ ዝገብሩ ነቶም ቫዮሌት ዝገብሩ ነቲ ሕጊ ዝጥሕሱ ሰባት ብገለ መገዲ ጌርካስ ፕሬር ንምግባር ተባሂሉ ዝተዳለወ ሕጊ እዩ እሱ ማለት እዩ ራይ ስለዚ እዚ ከም ዝበልክዮ ሰበስልጣን ዋላ ብ ስልጣን እውን ኮይኖም ዋላ ብ ካልእ እውን ኮይኖም ብዘለዎም ሓላፍነት ምናልባት ሓላፍነቶም ብዘይ ኣግባብ ወይ ብዘይግቡእ ዝተጠቕምሉ ተሓታትነት ንክህሉ ዝወፀ ብሽም እዚ ራሽያዊ ዝተሰየመ ሕጊ ወይ ኣክት ክትብሉ እዮ ድለኸ ብከምኡ እዩ ዝፍለጥ ስለዚ ኣብ ዝኾነ ሃገር ኮንካ ኣብ ዝኾነ ሃገር ንዝተፈፀመስ ከሲስካ ናብ ሕጊ ክተቕርቦ ትኽእል ከምኡ ውን ዝተፈላለየ ስጉምትታት ኣብ ልዕሊኦም ንክውሰድ የግብር እዩ ትብል ደላ ኣይኮነን ናይ ኤኮኖሚ ፀቕጥታት ክትገብር ትኽእል ንኣብነት ዝኾነ ናይቲ ናይቲ እስኻ ክትከሶ ዝደለኻ ዓዲ ገንዘብ ኣብ ካልእ ዓዲ ምስ ዝህሉ ገንዘቦም ፍሪዝ ምግባር እቶም ተኸሰስቲ ሰባት ክሬዲት ካርድ እንድሕር ኣለዎም ኮይኖም ምስ ክሬዲት ካምፓኒታት ተሰማሚዑ ናታቶም ክሬዲት ጠጠው ምባል ከም ዘይገሹ ምግባር፣ ኣብ ደገ ተወጺኦም ማዕረ ክትከሶም ትኽእል ማለት እዩ፣ ንኽወጹ ከም ዘይክእል ኢኻ ትገብር እቲ ቀንዲ። በዚ ኸኣ ጸቕጢ ሃልይዋ እታ ሃገር ነቲ ጌራቶ ዘላ ነቶም እሱራት ድዮም ነቲ ካልእ ንስኻ ከተትግብሮ ትኽእል ነገር ተገዲዶም ፍታሕ ንኽምጽሎም ዝግበር ጸቕጢ ዓቕሊ ጽበት ንኽህልዎም ኢልካ ትገብሮ ነገር እዩ ማለት እዩ። ኣራይ ስለዚ እዚ ሕጂ ደንቅነ ወጺኡ ዘሎ ሓባራዊ ጋዜጣዊ መግለጺ ኣብ ላዕሊ ኣብ ላዕለዎት ሰበ ስልጣን መንግስቲ ኤርትራ ዘቕንዐ ናይ ማግኔስቲክ ማዕቐብ ክግበር ዝቐረበ መጸዋዕታ እዩ ነዚ መጸዋዕታ እዚ መን እዩ ኣቕሪብዎ ሜሮን ነዚ መጸዋዕታ እዚ ንነዊሕ ግዜ ክንሰርሐሉ ዝጸናሕና መጸዋዕታ እንድዩ ቀዳምነት ኣብ ሽወደን ነዊሕ ዓመት ዳርጋ ትሸዓተ ዓሰርተ ዓመት ዝኸውን ብሓው ንዳዊት ኢሳቅ ኢሳያስ ኢሳቅ ከምኡ ናይ ሪፖርተርስ ዊዝኣት ቦርደርስ ናይ ሽወደን ጨንፈር ንነዊሕ ግዜ ተፈቲኑ ዝነበረ እዩ። ግን ክሰልጥ ስለ ዘይከኣለ እስከ ኣብ ካልእ ሃገራት ንፈትን ብምባል ናይ ቦክስስ ፋውንዴሽን ቦክስስ ፋውንዴሽን ዝበሃሉ ኣብ ጀርመን ዝርከቡ ትካል ከምኡ ከዓ ናይ ራውል ዋለንበሪ ሪሰርች ሰንተር ናቶም ሰራሕተኛታት ነዚ ጉዳይ እዚ ጉዳይ ዳዊት ንነዊሕ ዓመታት ሪሰርች ይገብሩ ስለ ዝነበሩ እስከ ካልእ ሃገራት ንፈትን ብምባል ንእሽተይ ዕድላት ረኺብና ኣብ ካናዳ ክንገብር ከነእትዎ ከም ንኽእል ዕድል ምስ ረኸብና እሞ በቃ ኣብ ካናዳ ንግበሮ ሽወደን ካብ ዘይተቐበለቶ ብምባል ከባቢ ዓሰርተ ሰለስተ ወርሒ ዝኸውን ነዚ ጉዳይ እዚ ክንሰርሐሉ ጸኒሕና ሕጂ ቅድሚ ክልተ ወርሒ ኣቢሉ ኸውን ከኣ ኣብ ብዕሊ ምስ ናይ ራውል ዋለንበሪ ጠበቓታት ናይ ሂዩመን ራይትስ ሰንተር ናይ ራውል ዋለንበሪ ሂዩመን ራይትስ ሰንተር ኣብኡ ዘለዉ ጠበቓታት እሳቶም ወኪሎምና ከኣ ነቲ ጉዳይ ናብ ካናዳ ኣእትዮሞ ኣለዉ ማለት እዩ። ስለዚ መበገሲኡ ዳዊት ኢሳቕን ምስኡ ተኣሲሮም ዘለዉ ጋዜጠኛታትን ናታቶም ጉዳይ ብዝምልከት እዩ ተባሂሉ ዘሎ እቲ ፅሑፍ እውን እስኸ እውን ትነግርን ዘለኹ እሞ እስቲ ኢሳያስ ሓውኻ ዳዊት ኢሳቕን ከምኡ እውን እቶም ካልኦት ምስኡ ተኣሲሮም ዘለውን ነዚ ዝምልከት ካብ ኮነ እስቲ ብዛዕባኦም ብዛዕባ እዚ ትፈልጦ ቁሩብ ኣካፍለና። እዋን ከምዚ ሜሮን ዝበለቶ ከማንስስ ኣብ ሽወደን ፈቲና ነርና ኢና ሰለስተ ግዜ ምስዚኦም ሪፖርት ዊዛውት ቦርደር ጋዜጠኛ ብረይ ዶብ ከመ ዝበሃሉ ሕጂ ሰለስተ ግዜ ፈቲና ሰለስተ ግዜ ከዓ ተኽባር ሕጊ ከዓ እዚ ሳይ ፍትሾን ኢሉ ዓሚ ኦክቶበር ኣቢልና ኣብፅሕና ኣለና ሽዑ ሽዑ ከዓ ድሕሪ ወርሒ ገለ ከዓ ኣይቅበሉን እየ ኢሉ እቲ ኣኽባሪ ሕጊ ሕጅስ ኣብዚ ዓድስ ኣይሰለጠን ሕጂ ብከምኡ ከኣ ኣብ ካናዳስ እዩ ጌሩ ምናልባሽ ካናዳ ከኣ ይቅበልዎ ይኮኑ እዮም ዋላ ተቀቢሎ ከማን ይኮኑ እዮም ኣብዚ ዓዲ ግን ብሰንኪ እቲ ጉዳይ ናይ ዳዊት እንታን እቲ ረለሽን ምስ ኤሪትራ ከይባላሾ ኢሎምስስ ኣይተቀበልናዮን ተኽባሪ ሕጊ ግን ኢሉ ግን እዚ ክትተሽ ይክእል እዩ ገበነኛታት ስለዝኮኑ ብገበን ከኣ ክንሕዞም ንክእል ኢና ናብዚ ዓዲ ከኣትዉ እንድሕር ኮይኖም ግን ብሰንኪ እቲ ሬሌሽን ምስ ኤርትራ ምእንታ ከይባላሾ ክትንክፎ ክፍትሾ ይኽእል እኔ ኢሉ እዚኣኡ ጠጠው ኢሉ። ሜሮን ሽወደን ነዚ ማግነትስኪ ኣክት ስለ ዘይፈረመትሉ ወይ ስለ ዘይተቐበለቶ ድያ ሕጂ ኣብ ካናዳ ኮይኑ ዘሎ ክኸውን ዘይከኣል ብ ሽወደን? ን ሽወደን ፈራሚት እያ ሽወደን ናይ ባዕላ ከምኡ ሕጊ ከኣ ኣሎና ኣብዚ ዓዲ ኣብ ዝኮነ ዓለም ዝተገበረ ገበን ቅድሚ እዚ ናይ ማግነትስኪ ኣክት ኣትሒዙ ሽወደን ከምኡ ዓይነት ተመሳሳሊ ሕጊ ስለ ዝነበራ እቲ ክሲ ይከኣል እዩ ንዝኮነ ሰብ ክትከስስ ትክእል ኢካ ብ ካልእ ዓዲ ዝተገበረ ግን ሽወደን እቲ ናቶም ፖሊሲ ኩሉ ግዜ ሳይለንት ዲፕሎማሲ ብሕቡእ ኮንካ ኣብ ዕጹው ማዕጾ ምዝርራብ ጥራሕ ኢና ንኣምን ብዝብሉ በዚ ምክንያት እዚ ጉዳይ ዳዊት ን ዕስራ ዓመት ከምዚ ኢሉ ክኸይድ ጸኒሑ ኣዝዩ ሕማቕ ዝኾነ ፖሊሲ እዩ ዘለዎም ኣብ ከምዚታት ማለት እዩ በዚ ምኽንያት እዚ ካብቲ ነዚ ምግባር እቲ ምስ ኤርትራ ዘሎ ርክብና ጠጠው ክብል እዩ እቲ ማዕጾ ክዕጾ እዩ መሊሱ ክገዶ እዩ ብዝብል ምኽንያት እዮም ንነዊሕ ዓመታት ክስታይ ዝብሉ ማለት እዩ ንሕና ኣነ ከምኡውን ኢሳያስ ብዙሕ ግዜ ኣብ ፓርላማ ናይ ሽወደን ቀሪብና ትሕጎም ከምዘይንድግፎ ትሕጎም ሕማቅ ሕጊ ምዃኑ እቲ ሕጎም ክቅየር ከም ዘለዎ ሳይለንት ዲፕሎማሲ ንወላሓደ ኣይጠቀመን ልዕሊ ዕስራ ዓመት እንታይ እሞ ካብዚ ዝኸፍእ ነገር ክወርድ ኣይክእልን እዩ ንዳዊት ፖሊሲኹም ቀይሩ እንዳበልና ንነዊሕ ዓመታት ልዕሊ ዓሰርተ ኣርባዕተ ዓሰርተ ሓሙሽተ ዓመት ጌና ኣትሒዝና ኢና ከምኡ ንብሎም ኔርና እስካዕ ሕጂ ግን ፖሊሲኦም ምቅያር ኣብዮም ማለት እዩ ንምንታይ ምኽንያት እዩ ንዓኣቶም እዩ ዝምልከት ግን በዚ ይንቀፉ ኢዮም። ሽወደናውያን ብዙሕ ነቕፍዎም። ናይ ሽወደን ጋዜጣታት ኩለን ይነቕፍኦም በዚ ፖሊሲ እዚ ምኽንያት እዚ ማለት ኢዩ። ኣብ ካናዳ ግን ተስፋ ስለ ዝረኸብና ኣብኡ ብውሽጢ ውሽጢ ንፈልጦም ሰባት ነዘራርብ ኔርና ካብቲ መንግስቲ ይኹን ኣትሊስት ክኣቱ ከም ዝኽእልን ኣብዚ ሰዓት እዚ ዳርጋ ድሉዋት ከም ዘለዉን ኮይኑ ስለ ዝተሰመዓና ከኣ ነዚ ጉዳይ እዚ ጽዒርናሉ። በዚ ምኽንያት እዚ ናብ ካናዳ ኣትዩ ኣሎ። ንሄለ ድሮ ክልተ ወርሕን ፈረቓ ንኸውን ዋላ ሰለስተ ወርሕን ቀሪብዎም ክኸውን ይኽእል ኤግዛክት እታ መዓልቲ እቲኣ ኣይዝክራን እያ ዝኣተወትላ እቲ ጉዳይ ይኸይድ ኣሎ። ሕጂ እቲ ማግነትስ ክሳቶም የጽድቕዎን ኣየጽድቕዎን ናታቶም መልሲ ኢና ንጽበ ዘለና ክንሪኦ ኢና ማለት እዩ። ስለዚ ናይ ሽወደን ፖሊሲ ወይ ትስዕቦ ኣካይዳ ሳይለንት ዲፕሎማሲ ማለት ብውሽጠ ውሽጢ ምስቶም መንግስታት ምዝርራብ እዩ ዝብል ምኳኑ ገሊፅ ክልያ ኣለኹሞ በዚ ዲፕሎማሲ እዚ ተጠቂሞም ብዛዕባ ዳዊት ኢሳቅ ይኹን ካልኦት ዝረኸብኩሞ ሓበሬታ ብወገን መንግስቲ ኣሎ ዶ ኢሳያስ ብዛዕባ ሃለዋቱ
እሱስ ብሓፈሻውስ እቲ መንግስትስ ንዛረቦም ኣለና እዩ ድብል ብቀስ ኢልና ኣብ ጣውላ ጌርና ክንፈትሖ ኢና ድብል ግን ህግደፍ ከዓ ትፈልጥዎም ከዓ ዲፕሎማሲ ይፈትውን እዮም ኣይዛረቡን እዮም መልሰ ሂቡን እዮም ሕጅስ ስጋዕ ሕጂ ከምዚ ነይሮም ዝበለቶስ ድሕሪ ዕስራ ዓመትስ ብናተይ ርእቶ እንድሕር ርእስስ ወላ ሓንቲ ለውጢ ኣይረኸበን ለውጢ ተትረክብ ነበረ ከዓ ዳዊት ቀደምስ ወፀ ማለት ብዛዕባ ሃለዋቱ እንተወሓደ ምናልባት እቲ ኤምባሲ ድዩ ወይ ገለ ኣብ ከምዚ ኩነታት ኣሎ ሃለዋቱ ከምዝሎ ዝብላ ዝመፀኩም ሓበሬታ እንተሃልዩ ኢለ እየ የለን እስኩስ የብለይ ፅቡቅ ንሓልፍ ናብ ዝቕፅል ኣብዚ ናይ እዚ ሕጂ ብወገን ካናዳ ዝቐረበ መነ መን እዮም ተካፊሎም ዘለዉ ሜሮም
ኣብዚ እቲ እቲ እቶም ቀንዲ እቲ እቲ እቶም መስረቲ ከምዚ ዝበልኩ ክእም እቶም ፀዋዕኹዎም ማሕበር እዮም ነዚ ጉዳይ እዚ ሕጂ ከም ኣእትዮሞ ዘለዉ ናይ ራውል ዋለንበሪ ሂመን ራይት ሰንተር ማለት እዩ ኣበይ እዩ መሰረ በይዞም መደበሮም ኣብ ካናዳ ዘለዉ እሶም እዮም ሒዞሞ ዘለዉ ነቲ ጉዳይ እቲ መጽናዕቲ እቲ ካልእ ስራሕ ግን ብኣና ተገይሩ ማለት እዩ ካብዚ ኒንዮው ናብቶም ጠበቓታት ኢና ንገድፎም ንዓኣቶም ኢና ንጽበ እሳቶም ብዝበሉና ክስታያት ከኣ ብሳቶም ብዝገበርዎ ብዝገብርዎ ጻዕሪ ብሕጂ ንሪኦ ጉዳዩ እቲ ጻዕሪ ግን ናብኣታቶም ጥራሕ ዘይኮነ ሕጂ እቲ ጸቕጢ እንድዩ ነቲ መንግስቲ ካናዳ ንብኤርት ቀዳምነት ብኤርትራውያን ካናዳውያን ኤርትራውያን ኣብ ካናዳ ዝቕመጡ ናታቶም ደገፍ ከድልዮ እዩ እዚ ነንናቶም መንግስትታት ነቲ ናቶም ናይ ሰበ ስልጣናት እንዳጸሓፉ ድዮም ብዝተፈላለየ መገዲ ደጋፎም ነዚ ማግነት እስኪ እዚ ንሕና ከም ኤርትራውያን ካናዳውያን ንድግፎ ኢና ብዝብል ክሳቶምም ናታቶም ሓገዝ ከድሊ እዩ ብዚ ሰዓት እዚ ማለት እዩ ንሕና እስካዕ ሕጂ በቲ ዝከኣል መጠን ብውሽጢ ውሽጢ ሰበሰልጣናት ድዩ ዝተፈላለዩ ሰባት ረኺብና ዘድሊ ክገብሩ ኣብ ጎንና ክኾኑ ብውሽጢ ውሽጢ ክንረኽቦም ጸኒሕና ኢና። ካብ ሕጂ ንኔው ናይቲ ካልእ ኤርትራ እውን ናይቶም ካልኦት ማሕበራት ብዙሓት ማሕበራት ከኣ ደጊፎሞ ኣብቲ ናይ ፕሬስ ረሊስ እንድሕር ሪኢኽዮ ኣለኹ ኮንኪ በዓል ሲፒጄ ጆይን ገይሮም በዓል ሂመን ራይት ፋውንዴሽን ጆይን ገይሮም ማሕበር ጠበቓታት ጆይን ገይሮም፣ ፔን ካናዳ ጆይን ገይሮም፣ ፔን ኤሪትሪያ ጆይን ገይሮም፣ ብዙሓት ኣስማት ይጸቅጥ እዩ። እሱ ከኣ እንታይ እዩ ነዚ ክስታይ ንኾኖ ኢና ብዓቢኡ ኣብ ጎንና ዘሎ ሰብ ከኣ ቢል ብራውደር ባዕሉ ነታ ሕጊ ዘጽደቓ ነታ ሕጊ ከም ትምስረት ዝገበረ ማለት እዩ ከምቲ ዝበልኩኺ ማግነትስኪ ኣክትስ ኣሉ እዩ ተፈጢሩ ቢል ብራውደር ኣብ ጎንና ኣሎ እዚ ከኣ ኣብ ካናዳ ጥራሕ ጠጠው ዝብል ዘይኮነ ናብ ዝተፈላለያ ዓድታት ንኸነእትዎ እንዳሰራሕና ኢና ንርከብ ኣብዚ ሰዓት እዚ ማለት እዩ። እዚኣ እታ ናይ ካናዳ ጉዳይ ኣትያ ኣላ ኣብኡ ጠጠው ኣቢልና ማለት ኣይኮነን ናብ ዝተፈላለየ ዓድታት ንኸይድ ኣለና ኣብ ዝተፈላለየ ዓድታት ንኸነእቱም እንዳተዳለና ኢና ንርከብ ኣብ ሰዓት እዚ ናይ ኩሉ ኤርትራዊ ሓገዝ ዘድሊ እዩ እቲ ሓደ እንታይ እዩ እዚኦም ጋዜጠኛታት እዚኣቶም ኣብ ዓለም እቲ ዝነውሐ ጋዜጠኛታት ዝተኣሰሩ ማለት እዩ ልዕሊ ዕስራ ዓመት the longest in prison journalists እዮም ኣብኡ ንምጽቃጥ እዩ ካልኣይ ነገር ድማ ገበን ከም ድሌትካ ኢምፒኒቲ ሱቅ ኢልካ ብዝመስለካ ኣነ ዋላ ሓንቲ ዘረካክብ የብለይ ዘረካክበለ የብለይን ኣነ መንግስቲ እየ እሞ ድሌተይ ክገብር እየ ከምዚ ናይ ኤርትራ ዓይነት ከምዘይሰርሕ ኣብዚ ሰዓት እዚ ንዕኡ እንኮላይ ንምርኣይ ማለት እዩ። እዚ ሕግታት እዚ ከኣ ከምቲ ዝበልኩኺ ድማ ብዙሓት ዓድታት ዳርጋ ኩለን ምዕቡላት ሃገራት ዝበሃላ ዲሞክራቲክ ሃገራት ዝበሃላ ነዚ ሕጊ እዚ ስለ ዘጽደቕኦ ንዑ ተጠቂምና ከም በዓል ቢል ብራውደር ኣብ ጎንና ስለ ዘለዉ ኩሉ ማዕጾ እንዳዃሕኳሕና ኣብ ዓዲ ዓዱ ከነእቱ ተዳሊና ኣለና። ንዕኡ ከኣ እንዳሰራሕናሉ ኣለና። ኣብኡ ጠጠው ዝብል ጉዳይ ኣይኮነን። ትከታተልዎ ዘለኹም መደብ ንመንግስቲ ኤርትራ ብሕጊ ማግኔትስኪ ክኽሰስ ብዛዕባ ዝግበር ዘሎ ፈተነ እዩ። ተዛተይቲ ሜሮን እስጢፋኖስን ኢሳያስ ይሳቕን እዮም። ስለዚ ኣብዚ ሕጂ ክልተ ክልተ ኣካል ኣሎ፣ ክልተ ወገን ኣሎ፣ ከሳሲ ኣሎ፣ ተኸሳሲ ኣሎ። ስለዚ ብንጹር ከሳሲ መን እዩ፣ ተኸሰስቲ ከመን እዮም ዝኾኑ? ኣስማት ኣሎ ዶ ናይ ተኸሰስቲ ሜሮን? ናይ ተኸሰስቲ ነቲ እም ነቶም ጋዜጠኛታት ብምሉኦም ዳዊትን ንኹሎም ጋዜጠኛታት ክብል ከሎ ኣብኡ ጥራሕ ኣይኮነን ጠጠው ዝብል ብምሉኡ ጠቕላላ ናይ ኤርትራ ዝግበር ገበናት ንዕኡ እንኮላይ ናይ ናይ ጉዳይ ስደተኛታት ኣልዒልና ኢና ኣብቲ ነቲ ነቲ ክሲ ክንምስርት ከለና ነቲ ኬዝ ክንሰርሖ ከለና ሽሕ እኳ ብሽም ዳዊት ተበጊሱ ምስ የዕሩኽቱ ተበለ ኣብኡ ጥራሕ ጠጠው ዝብል ኣይኮነን ናይ ብዙሕ ግህሰት መሰላት ናይ ኤርትራውያን ገሊጽናዮ ኢና ኣብኡ እንታይ ዓይነት ስርዓት ምዃኑ ክትገልጽ ተኾንካ ነዞም ጋዜጠኛታት እዚኣቶም ብሰብተምበር ዓሰርተ ሸሞንተ ብክልተ ሽሕን ሓደን ሰብተምበር ዓሰርተ ሸሞንተ ኣትሒዞም ዝተኣሰሩ ኣብታ ቀናት እቲኣ ዝተኣሰሩ ጥራሕ ዘይኮነ ብድሕሪኦም ዝተኣሰሩ ጋዜጠኛታት ኣለዉ ብቕድሚኦም ዝተኣሰሩ ጋዜጠኛታት ኣለዉ ብሰንኪ እቲ ስርዓት ከኒ ናብ ዲክታተርሽፕ ምስ ኣተወ ከንታይ እንታይ ዓይነት ሓሰርን መከራን ወሊዱ ወሪዱ ናብቲ ህዝቢ ስድርኦም ንዓኣቶም እንታይ ወሪድዎም ደቆም እንታይ ወሪድዎም፣ እቲ ስደት ብኸመይ ኣቢሉ ኣቢሉ፣ እቲ ስደተኛ ከ ብሰንኪ እዚ ስርዓት እዚ ናበይ ኣግያጩ እዩ፣ እንታይ ወሪድዎ፣ ጉዳይ ሲና ኣልዒልናዮ፣ ጉዳይ ሊብያ ዘሎ ኣልዒልናዮ፣ ጉዳይ ዝኾነ ኩሉ እቲ ኣብ ኤርትራ ዝግበር ዘሎ ዝወረደ ግፍዕታት በቲ ስርዓትሲ ኩሉ ተገሊጹስ ኣብቲ ኬዝትስ ኣትዩ እዩ። እወ ሕጂ ንኣብነት ናብ ቤት ፍርዲ ክትከይድ ከለኻ ከሳሲ ኣሎ ተኸሳሲ ኣሎ ምሽ ስለዚ ሓደ ከሳሲ ንተኸሳሲ እከለ እከለ ዝበሃል ከሲሰ ኣለኹ ክብል እዩ ኣነ እከለ እከለ በሃል ነዚ እከለ እከለ ዝበሃል ከዓ ከሲሰ ኣለኹ እዩ ዝብል ኣይኮነን ስለዚ ኣብዛ ጉዳይ እዚኣ ከሳሲ መን ኮይኑ ከቐርብ እዩ ወይ ቀሪቡ ኣሎ ተኸሰስቲ ኣስማቶም ዝርዝር ድዩ ወይስ ጥቕልል ብዝበለ እዮም ተኸሰስቲ ኮይኖም ዝቐርቡ ከመይ እዩ ዘሎ
ጥቕልል ብዝበለ ከምቲ ዝበልኩኺ ወከልቲ ናትና እዮም እዚ ንቤተሰብ ኢና ንውክል ኣቐዲምና ንኹሎም ቤተሰባት ፍቓደኛታት ድዮም ኣዘራሪብና ማለት እዩ ካብ ዓመት ሒዝና ንረኽቦም ኔርና ናይ ዳዊት ትሑዝ ጉዳይ ስለ ዝነበረ ነቶም ካልኦት ቤተሰብ ናይ እሱራት ነቶም ካልኦት ቤተሰብ እሱራት ዘለዎም ጋዜጠኛታት ጥራሕ ዘይኮኑ ካልኦት እሱራት እንኮላይ በብሓደ ንረኽቦም ኔርና እዚ ጉዳይ እዚ ክነልዕሎ ከምዚ ኢልና ብሽምኩም ከምዚ ኢልና ክሲ ክንምስርት ደሊና ኣለና እሞ ፍቓደኛታት ዲኹም እንዳበልና ንብዙሓት ቤተሰብ ረኺብና ማለት እዩ። ብዙሓት ቤተሰብ ሕራይ ኢሎምና። ገሊኡ ቤተሰብ ከኣ ፈሪሑ ድዩ ዋላ ብምንታይ ምኽንያት ኣይፈልጥን እየ ሕራይ ክንምለሰኩም ኢና ኢሉ ብኡ ዝጠፍእ ከኣ ብዙሕ ቤተሰብ ነይሩ። ሕጂ ናቶም ወኪል ኮና ንሳቶም ጎሄድ ሕራይ ወክልትና ኩኑ ስለ ዝበሉ ብዙሓት እሱራት ተጸዊዖም ኣለዉ። እታ ቐንዲ እታ ኽሲ ግን ብሽም ዳዊትን ብጾቱን ተባሂላ ንኽትኣቱ ኣብ መጨረሻ ተሰማሚዕና ማለት እዩ ምኽንያቱ እታ መበገሲት ናይ ዳዊት ጉዳይ ስለ ዝነበረት ኣዛ ጉዳይ እዚኣ ብከባቢ ዓሰርተ ዓመት ክሰርሕሉ ዝጸንሑ ከምቲ ዝበልኩኺ ናይ ቦክስስ ፋውንዴሽን ከምኡ ከዓኒ ሪፖርተርስ ዊዛውት ቦርደርስ ናይ ሽወደን ጨንፈር ነዚ ጉዳይ እዚ ንነዊሕ ዓመታት ዝጸዓሩሉ ንሳቶም እዮም። ንሕና ከኣ ከም ናታቶም ሓገዝቲ ኮይንና እቲ ዘድልዮም ንዓኣቶም ዘይፈልጥዎ ነገራት ናይ ኤርትራ ጉዳያት ቤተሰባት ዝተፈላለዩ ነገራት ከመይ ጌርና ንሕግዞም ኣብዚ ጉዳይ እዚ ብዙሕ ክንሕግዞም ጸኒሕና ሓጊዝናዮም ከምዚ ኢሉ ኣቱ ሕጂ እቲ ኣሽማት ዘየለ ኮይኑ ንሳቶም ከምዚ ዝበልኩኺ ወከልቲ ናትና እዮም ወከልቲ ናይቲ ቤተሰብ እዮም ወከልቲ ናይቲ ውጽዕ እዮም ማለት እዩ እዚ ጉዳይ እዚ ከዓ ሕጂ ወኪል ናይ ኩሉ ኮይኑ ከዓ ራውል ዋለንበሪ ፋውንዴሽን ናይ ሂዩማን ራይትስ ሒዝዎ ኣሎ ነዚ ጉዳይ እዚ ራውል ዋለንበሪ ፋውንዴሽን ድማ ጉዳይ ኤርትራ ነዚ ጉዳይ እዚ ናይ መጀመርትኦም ኣይኮኑን ናይ ማግነትስኪ ኣክት ናይ እዚኦም ዊግርስ ናይ ደቂ በርማ ናይ ዝተፈላለዩ ክንምለሰ ኢና ኣብነታት ክንጠቅስ ክንምለስ ኢና ስለዚ እዚ ራውል ዋለንበርግ ዝበሃል ማእኸል ንሱ እዩ ነዚ ከሳሲ ኮይኑ ዝቐርብ ዘሎ ብርግፅ ካልኦት ብድሕሪት ኣለዉ እዮም ዝሕግዝዎ ይክትም ዘለኺ ከም ከሳሲ ኣካል ኮይኑ ይቀሪቡ ዘሎ ግን እዚ ማእከል እዚ እዩ ተኸሰስቲ ኸ ኣለዉ ዶ ኣስማቶም ሕጂ ብጥቕልል ብዝበለ ላዕለዎ ሰበ ስልጣን መንግስቲ ኤርትራ እዩ ኢሉ ዘሎ ኣስማት ዝርዝር ኣለዎ ድዩ ወይስ ኣብኡ ከለዉ ብጥቕልል ዝበለ ላዕለዎ ሰበ ስልጣን መንግስቲ ኤርትራ ተባሂሎም እዮም ተኸሰስቲ ክኾኑ ኣብቲ ኣብኡ ቁሩብ ትርኪ እዩ ኣብቲ ናይቲ ሕግቲ እንታይ ዝብል ኣስማት ፀውዒ ዝብል ኣብቲ ስማት ብዝተኣኻእለና መጠን ተሓተቲ ንብሎም ሰባት ኣለዉ፣ ዝኣተዉ ኣለዉ፣ ግን ብዓቢኡ ግን ፕረሲደንት መንግስቲ ኤርትራ ከይተረፈ ኣሎ፣ ምኽንያቱ ኣብ ዝተፈላለየ እዋን ኣትዩ ኣብ ኢንተርቪዋት ይኹን ኣብ ገለ ይኹን ብዙ ብሕልፊ ኣብ ናይ ዳዊት ብዕሊ ዝተዛረበ ኣሎ፣ ናይ ዶና ጋዜጠኛ ዶናልድ ቡድስትሩም ሽወደናዊ ከይዱ ናብ ኤርትራ ኣብ ኢንተርቪው ኣብ ዝገበረሉ ሰዓት ብዛዕባ ናይ ዳዊት ኢሳቅ ንዳዊት ኢሳቅ ኣይንፈትሖን ኢና ከም በዓል ዳዊት ዓይነት ከመይ ጌርካ ትሕዞም ንሕና ኢና ንፈልጥ ኢሉ ዝመለሰሉ እዋን ኣሎ so ብዓቢኡ እቲ ሓታቲ ንመንግስቲ ኤርትራ ኮይኑ ፕረሲደንት ኤርትራ ናይታ ዓዲ ኮይኑ ከምኡ ካልኦት ሰባት እንኮላይ ስጋዕ ካብቲ ኣብ ገዛኻ መጺኡ ዝኣሰረ ከይተረፈ ክትጽውዕ ትኽእል ኢኻ ኣብቲ ናይ ማግነትስኪ ቅሩብ ንዕኡኢታት ከሸግረና ስለ ዝኽእል ንላዕለዎት ንላዕለዎት ኢና ስጋዕ እዚ ሰዓት እዚ ሂብናዮም ዘለና ኣብቲ ኬዝ እቲ ኣድላይ ኮይኑ ክቐርቡ ምስ ዝብሉና ግን ብዙሓት ኣስማት ኣዳሊና ኣለና ንዕኡ ነዊሕ ግዜ ኣጥፊእናሉ ኢና ማለት እዩ ስለዚ ክሳብ ሕጂ ግን ኣብኡ ተዘርዚሮም ዘለዉ መነመን እዮም
ኣብ ሰዓት እዚ እዚ ንትን ክብለካ ኣይክእልን እየ እቶም ጠበቓታት የፍቅዱለይ እንዲዮም ኣየፍቅዱለይን ኣይፈልጥን እየ እወ ግን ከምቲ ዝበልኩኺ ፕሬዚደንት ኢሳያስ ተፀዊዑ ኣብቲ ኣብኡ ከም ዘሎ ክሕብረክ ይኽእል ሓራይ ስለዚ ነዚ መን እዩ ዘተግብሮ መንግስቲ ካናዳ እዩ ዘተግብሮ
ስለዚ ክሳብ ሕጂ ግን እወታ ናይ መንግስቲ ካናዳ ተረኪቡ ኣሎ ድዩ ገና ይስራሓሉ እዩ ዘሎ ገና ይስራሓሉ እዩ ዘሎ ግን ከምቲ ዝበልኩኺ ቅድሚ ምእታውና ግን ተስፋታት ስለ ዝነበረ ኢና ናብኡ ክነእትዎ በቒዕና ንሪኦ ጉዳይ እንድዩ ግን ብዙሕ ተስፋታት ኣእትውዎ ኣብ ሰዓት እዚ ክንቅበሎ ንኽእል ኢና ዝበሉና ሰበሰልጣናት ነይሮም ብኡ ምኽንያት ከዓ ብናታቶም ተስፋ ኢና ናብ ካናዳ ከነእትዎ በቒዕና ማለት እዩ ኢሳያስ መቸም ከም ዝበልካዮ ሰለስተ ግዜ ኣብ ሽወደን ፈቲንኩም ኣይሰለጠን እዚ ዝኸውን ዶ ይመስለካ ተግባራዊ ዝኸውን ዶ ይመስለካ ክኸውን ዝኽእል ድዩ ኢሳያስ ኣነ ተስፋ ኣለኒ ከም ከምዝሰልጥ ግን እዚ ከዓ ብሓፂርስ ናይ ኦም ጠበቃ ሕቶታት እዩ ነው እሳትን ንቲ ቴክኒካሊ ትፈልጡ እቲ ናይ ሕጊ ግን ምናልባሽ ኣብ ካናዳ ቅበልዎ ከኑ ብኡ ገይሩ ከዓ ናብ ካልኦት ሃገራት ይኸይድ ኸውን እዩ ሕዚ ከምዚ ትብልዮ ኣብዚ ዓዲ ስለ ዝፈተናስ ኣይሰለጠናን ምናልባሽ ብካናዳ ጌርና ግን ሰልጠና ከውን እቲኣ ስቕ ምባልስስ ተቐቢልካዮ እቲ ጉዳይ ማለት እዩ ኖ ብገለ ጌርናስ ክንቃለሰሎም ኣለና ነዚኦም ተኣሲሮም ዘለዉ ተመክሮ እምበኣር ክንምለስ መቸም ክሳብ ሕጂ ዳርጋ ይስራሕ ከም ዘሎ ይፍተን ከም ዘሎ ተስፋ ከም ዘሎ ኢኹም ትገልጽለይ ዘለኹም ግን እዚ ማግነቲስቲክ ኣክት ዝበሃል ተፈቲኑስ ግብራዊ ተግባር ዝተረኣየሉ ናይ ሃገራት ተመክሮ ወይ ናይ ካልኦት ቦታታት ተመክሮ ኣሎ ዶ ሜሮን?
እወ ኣሎ ኣብ ከማኒ ኣብዚ ዓመት እዚ ኣብ ክልተ ሽሕን ዕስራን ሓደን ብደቂ ሶርያ ኣክቲቪስት ኣብ ጀርመን ዝርከቡ ነቶም ናይ ሶርያ ሓለፍቶት ከምኡ ክሲ መስሪቶም ተዓዊቶም እዮም ከምኡ ኦንጎይን ኬስ ዝኾነ ድማ ብ ሰዓት እዚ ገና ዘይተወደአ ግን ብዙሕ ተስፋታት ዘለዎ ናይ ዘንጉይ ጊሪስ ኣሎ ኣብ ኣሜሪካ ኣሎ ኣብ ካናዳ ኣሎ ናይ ደቂ በርማ ኣሎ ኣክቲቪስት መሓዙትና እዮም ንሳቶም ብዚ ንማዕከን እዚ ናይ ራውል ዋለንበሪ ናይ ሰብኣዊ መሰል ተጣባቒ ማዕከን ብኣኣቶም እንኮላይ ምሳቶም ረፕረዘንትድ ዝኾኑ ዘለዉ ፍሉጥ ክስታይ እዩ። ካልኣይ ቢል ብራውደር ኣብ ጎንኻ ክህሉ ከሎ ከኣኒ እቲ ኣክት እቲ ሳልኡ ስለ ዝተፈጠረ እቲ ግሎባል ማግነትስኪ ኣክት ሳልኡ እዩ ተፈጢሩ ባዕሉ እቲ ማግነትስኪ ሳልኡ ስለ ዝተፈጠረ ብዙሕ ጻዕረኛ ሰብን ንኽትረኽቦ ኣዝዩ ከቢድ ዝኾነ ሰብን ኣብ ኣጆኹም ኣብ ጎንኹም ኣለኹ ነዚ ጉዳይ እዚ ኣነ እንኮላይ ክቃለስ እየ ምሳኹም እንዳበለ ብዙሕ ማዕጾታት ዝኹሕኩሕ ዘሎ ሰብ ስለ ዝኾነ ብኹሉ ወገናት ተስፋ ኣለኒ ኣነ ክዕወት እዩ ኢለ ይኣምን ከተስፋ ከይቆረጽና ከኣ ይተዓወት ኣይተዓወት ኣብ ካናዳ ጥራሕ ዘይኮነ ናብ ዝተፈላለያ ሃገራት ስጋዕቲ ንዕወተሉ ናብ ኩለን ሃገራት ክንፍትን ምዃንና ክሕብር እፈቱ። እወ ሕጂ ንኣብነት ናይ ደቂ ሶርያ ኣልዒልክለይ ኣለኺ ኣብ ጀርመን ግን ዋላ እውን እንተተወሰነ ዋላ እውን መራሕቲ እከለ እከለ ከምዚ ገይሩ ገለመለ በዚ ተኸሲሱ ኣለዉ ኢሉ እንተተፈረደ ዋላ ውሳኔ እንተተዋህቦ ደሓር ንዕኡ ነቲ ዝተወሰነ ኣብ ተግባር ምውዓል ከ ክሳብ ክንደይ እዩ ተስፋ ዘለዎ ማለት ስኢሉ ውሳኔ ኮይኑ ዝተርፈሉ ኩነታት ክህሉ ይኽእል ዶ ሜሮን
ክህሉ ይኽእል እንድዩ ግን ኣትሊስት እቲ መገሻ ምኽልካል ባዕሉ ሕጂ ንኣ ከም ኣብነት ክጠቕሰልኪ ብቕድሚ ትማሊ ናይ ኤርትራ ናይ ወጻኢ ጉዳይ ሚኒስተር ዑስማን ሳልሕ ኣብዚ ከተማና ስቶኮልም መጺኡ ኣኼባ ኣዳልዩ ከይዱ ነይሩ እዚ ጉዳይ እዚ ተተግቢሩ ነይሩ ተዝኸውን ግን ናብዚ ዓዲ ክኣቱ ኣይምኻለን ከምኡ ኣማኻሪ ናይ ፕረሲደንት የማነ ገብረሚካኤል ናብ ጀርመን ነይሩ ብኦ ትማሊ ማለት ኣብዚ ኤሮጳ ዘሩ ኣለዉ ሕጂ ኣኼባታት የማነ ገብረኣብ የማነ ገብረኣብ ክብል ዝረታዎ ኣብዚ ኣኼባታት የዳልው ኣለዉ ኣኼባታት ይገብሩ ኣለዉ ዕፅቡ ኣኼባ እዩ ተመዝጊብካ ኢካ ትኣቱ እዚ ነገራት እዚ ግን ንሳቶም እቲ ናታቶም ፕሮፖጋንዳ ዓመት ዓመት እንዳመጹ ናብዚ ኢሮጳ ድሌቶም ኣትዮም ድሌቶም ተዛሪቦም ድሌቶም ጌሮም ዝወጽኦ ዘሎ ንዑ ጥራሕ ከልኪልካዮም ከማን ሓደ ዓቢ ነገር እዩ ገንዘብ እንድሕር ኣለዎም ኮይኑ ኣምሹር ኩላ ሃገርሲ ኣብ ዝተፈላለየ ዓድታት ሰልድ ኣለዋ ሰልዶም እንድሕር ፍሪዝ ጌርካ ክንቀሳቀሱ ዘይክእሉ ተኾይኖም ዓቅሎም ተጽበሎም ኣለኻ ማለት እዩ ምእንቲ ክንደይ ዝኾኑ ጋዜጠኛታት እዮም ብሂወት ተሪፎም ዘለዉ ከምቲ ዝበሃል ኣርባዕተ ድዮም ሓሙሽተ ጋዜጠኛታት እዮም ብሂወት ዘለዉ በሃሉ ማለት እዩ ካብቲ ግዜ እቲ ዝነበሩ ምእንቲ እዞም ሰባት እዚኣቶም እንድሕር ንነብሶም ምስካዕ ከምኡ ዘወጽዑ ኮይኖም ኣብ ዝተፈላለየ ዓድታት እንድሕር ብከምኡ ብሎክ ክትገብሮም ኮንካ ፈቲኻ ከይፈትኻ ጸቅጢ ትገብረሎም ኣለኻ ዓቅሊ ጽበት ክህልዎም እዩ ማለት እዩ ከምቲ ዝደልይዎ ክገሹ ክወጹ ዘይክእሉ ተኾይኖም

እዚ መደብ ኣይተዛዘመን ኣብ ናይ ጽባሕ ሰንበት ፈነወና ክቐጽል እዩ ንምንያን ኣጋይሻን ነመስግን።
ላዕለዋይ ሰበ ስልጣን ሕቡራት ሃገራት ኣብ ማእከላይ ኣፍሪቃ ኩነታት መነባብሮ ኣብ ወሓዝቲ ሩባታት ጫ ዝርከቡ ህዝብታት ንምግምጋም ኣብ ቀረባ ናብቲ ከባቢ በፂሖም ነይሮም ነቲ ፅዕብቶም ዝምልከት ፀብፃብ ወኪል ቪኦኤ ሞኪ ኤድዊን ክንዲዜክ ካብ ሰሜናዊ ካሜሮን ማሩዋ ዝሰደዶ ሰራፍሳየ ከተቕርቦ እያ ፍሉይ ወኪል ዋና ጸሓፊ ሕቡራት ሃገራት ንማእኸላይ ኣፍሪካ ፍራንኮ ላውሲኒ ፎል ከም ዝበልዎ ኣብ ዝሓለፉ ሓሙሽተ ኣዋርሕ በቲ ጅሃዳዊ ጉጅለ ቦኮ ሓራም ዝበፅሕ ዝነበረ ሓደጋ ምቕናሱ እዮም ዝዛረቡ። ዋና ጸሓፊ ሕቡራት ሃገራት ኣብቶም ቦኮ ሓራም ብንቕሓት ይንቀሳቐሰሎም ዝነበሩ ከባብታት ዘሎ ማሕበረሰብ ዘለውሉ ኩነታትን ዘድልዮም ነገራትን ክግምግሙ ከም ዝለኣኽዎምን ከምኡ'ውን ውድብ ሕቡራት ሃገራት ኣብቲ ከባቢ ቐጻልነት ዘለዎ ሰላም ንኽዓስል ኣንጻር እቲ ኣኽራሪ ጉጅለ ኣብ ዝግበር ቃልሲ ካብ ብርክት ዝበላ ሃገራት ዝተዋጽኡ MNJTF ተባሂሉ ዝጽዋዕ ግብረ ሓይሊ እቲ ዞባ ንምሕጋዝ ንማሕበረሰብ ዓለም የተሓባብር ምህላዉ ኣብ ጉዕዞኦም ንካሜሮን ሓዊሱ ቻድ፣ ናይጀርያን ኒጀርን ዝበጽሑ ኮይኖም ኣብ ዳግመ ህንፀት ድሕንነት ዝጠመተ ገምጋም ምክያዶም እዮም ዝገለፁ ፎል። ንቤኒን ሓዊሱ እተን ኣርባዕተ ሃገራት ንኤምኤንጄቲኤፍ ወተሃደራት ዘዋፅኣ እየን። ፕሮግራም ልምዓት ሕቡራት ሃገራት ካሜሩን፣ ናይጀርያን ቻድን ዘራኽቡ ሰብን ናውትን ዝንቀሳቐስሎም መገድታት ክሃንፁ ገንዘብ ኣብ ምትእኽኻብ ከም ዝርከቡ ዝሓበሩ ፎል ዩኤንዲፒ ብወገኑ ነበርቲ እቲ ከባቢ ኣግራብ ክተኽሉ የተባብዖም ኣሎ ኢሎም። ትካል ስደተኛታት ሕቡራት ሃገራት ተመዛበልቲ ናብ ከባቢኦም ክምለሱ ዝጠፍኡ ሰነዳቶም ከም ወረቐት ልደቶም ዝኣምሰሉ ተመሊሶም ከዳልውን ኣብ ስራሕቲ ንግዲ ክዋፈራ ንዝደልያ ደቂ ኣንስትዮ ልቓሕ ገንዘብ ብምሃብ የተባብዕ ምህላው ይገልጹ። ከም ሓበሬታ ውድብ ሕቡራት ሃገራት ኣብ ውሓስቲ ሩባታት ቻድ ዝነብር ልዕሊ 40 ሚልዮን ካብ ዝኾን ህዝቢ እቶም ዝበዝሑ ኣብ ኣዝዩ ዝተሓተ መነባብሮ ዝርከቡን መበገሲኡ ድማ ሓደጋታት ቦኮ ሓራም ምዃኑ እዩ ዝሕብር። ምስ ቻድ ኣብ ዝዋሰን ከባቢ ኣመሓዳሪ ሰሜናዊ ግዝኣት ካሜሩን ዝኾኑ ሚድጂያዋ ባክሪ ሰላማውያን ሰባት ረድኤት ከም ዘድልዮም ብምግላጽ ሰበ ስልጣን ካሜሩንን ውድብ ሕቡራት ሃገራትን ዝከኣሎም ክገብሩ ሓቲቶም።
ንዓሰርተ ዓመታት ብቦኮ ሓራም ይወርድ ዝነበረ ቅልውላው ዛሕቲሉ ዝነበረ ቁጠባ ኣብዞም ዝሓለፉ ሓሙሽተ ኣዋርሕ ክንቀሳቕስ ጀሚሩ ምህላዉን ነጋዶ ብናጽነት ኣቑሑቶም ሒዞም ኣብ መንጎ ካሜሮን፣ ናይጀርያን ቻድን ክመላለሱ ይረኣዩ ኣለዉ እዮም ዝበሉ። ንሶም ወሲኾም ዋላ እኳ ዝሃድአ እንተመሰለ ምስ ናይጀርያ ኣብ ሰሜናዊ ዶብ ኣንጻር ግብረ ሽበራ ዝቃለሱ ዘለዉ ሰራዊት ካሜሮን ሰላማውያን ሰባት ካብቶም ጀሃዳውያን ንዝብገስ ጥቕዓት ንምክልኻል ኣብ ሓለዋ ከም ዝርከቡ እዮም ሓቢሮም። መንግስቲ ካሜሮን ንዳግመ ህንጸት እቲ ከባቢ ሰለስተ ሚእቲ ሚልዮን ዶላር ዝመደበ ኮይኑ ኣብ ገለ ኣንጻራዊ ሰላም ዝዓሰለለን ከባብታት፣ ህንጸት ኣብያተ ትምህርቲ፣ ኳዕቲ ጎዳጉዲ ማይ፣ መሐለዊ ጽሬትን ብደርዘን ዝቑጸሩ መደብራትን ንግድን ሆስፒታላትን ምጅማሩ ይገልጽ። ካብ ካሜሮን፣ ናይጀርያን ቻድን ዝተኣኻኸቡ ሰበስልጣናት ሸሞንተ ጥቅምቲ ኣብ ርእሰ ከተማ ካሜሮን ያውንዴ ተራኺቦም ቦኮ ሓራም ንዘዕነዎም ከባብታት ብሓባር ንምህናጽ ተሰማሚዖም። መራሒ ቦኮ ሓራም ዝነበረ ኣቡበከር ሻካው ኣብ ዝሓለፈ ወርሒ ጉንበት ድሕሪ ምሟቱ፣ ቀስ ብቐስ ሩባታት ቻድ ናብ ንቡር ይምለሱ ምህላዎም ሰበስልጣናት ይዛረቡ። ይኹን እምበር፣ ምብርኻት ኣልቦ ስራሕ፣ መናእሰይ እቲ ከባቢ ናብቶም ጀሃዳውያን ዘተሓባብሩ ጉጅለታት ክጽንበሩ ከገድዶም ይኽእል እዩ ዝብል ስግኣት ኣሎዎም። ሰማዕትና ንሎሚ ዝበልናዩ መደብ ኣብዚ ዛዚምና ኣለና። ጽባሕ ሰንበት ስጋብ ንራኸብ ደሓን ሕደሩ።